ረዘነ ጉዕዞ ረመፅን በረድን ሓቀኛ ዛንታ ብዓብደልቃድር ኣሕመድ ተራኺ ግርማይ ኣብርሃም ካልኣይ ክፋል ረዘነ እታ ንመምሎቒ ዝመረጻ መገዲ በለዛ ኣይተጋደፈቶን ሓደ ረፍዲ ምስቶም ከብዶም ሓቒፎም ብሻቕላ ካእለብጡ ጸንሕዎ ስድርኡ ተጸንበረ እታ ተወሊዱ ዝዓበየላ ዓዱ ግን ኣብ ፈለማ ኣደናጊራቶ እያ ንሱ እንክፈልጣ ጽምው ዝበለት ብዙሕ ህዝቢ ዘይቅመጣ ንእሽቶ ዓዲ እያ ዝነበረት ኣብ ውሽጢ ዘን ዝተፈላለያ ውሑዳት ኣዋርሕ ግን ብሰበ ዕልቕሊቓ ዳርጋ ጸንሓቶም። ተጋደልቲ ነታ ዓዲ ከም ሓንቲ ነቑጣ ዝሰፍሩዋ ቦታ ብምንባራ ብርክት ዝበሉ ተጋደልትን ማእለያ ዘይብሎም ካብ ኣስመራ ሃሃዲሞም ዝተዓቕቡ መንእሰያትን ንመላእ እታ ዓዲ ዓሲሎማ ብምርኣዩ ገረሞም። ሓሽከት መንእሰይ በብጉጅለ ከቢቡ ብዛዕባ ህሉው ኩነታት ጉጁም ክብልን በብመረዳእትኡ ክትንትንን ወኢሉ ይሕምሲ። ብፍላይ ለይተ ለይቲ መጋርያ ተኣጒዱ ከይተፈለጦም መሬት ክትወግሕ እንከላ ረዘነ ይረስዖን። ወዲ ድሙ ከም ቀደሙ ከም ዝበሃል ኣነ ናብ ዓዲ ምስ ወረድኩ ናብ ናብራ ቀደመይ ናብራ ሃገረሰብ እየ ተመሊሰ። ለውሃት ወለደይ ከይተፈልየኒ ከኣ ናብራ ጉስነትን ሕርሻን ኣጣሚረ ቀጸልኮ። ዝበለ ረዘነ ነቲ ወቕቲ ብምዝካር ኣብቲ ግዜ እቲ ዓድና ዓንሰባ ብዓበይቲ ጎቦታት ዝተኸበበ ምስ ምዃኑ ተጋደልቲ ከም ቀንዲ መቐበሊ ናይቶም ካብ ከበሳታት ኤርትራን ከተማታትን ዓድታትን ዝውሕዙ ዝነበሩ መንእሰያት መተኣኻኸቢትን መመዝገቢትን ከምኡውን ናብ ክፍሊ ታዕሊም ንዝኸዱ መንእሰያት መዕቆቢት ቦታ እያ ነይራ። እዝከረኒ ሓደ መዓልቲ ኣብ ጉስነት ውዒለ መሬት ምስ መስየ ከብተይ ኣኻኺበ ንገዛይ ኣትየ። ሓያሎ መንእሰያት ኣብ ጥቓ ገዛና ኣብ ዝተኣጉደ መጋርያ ከቢቦም ከምቲ ኩሉ ግዜ ዝገብርዎ የዋግዑን ብፍላይ ብዛዕባ እቲ ሽዑ ዘጋጥም ዝነበረ መሪር ኩነታት የዕልሉን ነይሮም። ንጥራዝ ረዘነ ኣሞንጌ ኣብቲ እዋን እቲ ብፍላይ ኣብ ከባቢ ኣስመራ ኣብ ዝርከባ ዓድታት ዝወረደ ካብ ናይ ኣስመራ ዘይፍለ ኣደራዕ ዘከርኩም ኣዒንተይ ካብታ ጥራዝ ነቲ ናይቲ ግዜ እቲ ዘስካሕክሕ ፍጻመ ናብ ሰነደት መጽሓፍ መለስክወን ነቲ ብዛዕባታ ሽዱሽተ ኪሎ ሜተር ካብ ኣስመራ ፍንትት ኢላ ዝተደኮነት ወክድባ ድማ ነዚ ስዕብ ኣንበብኩም ዓርቢ ምሸት ሰላሳን ሓደን ጥሪ ኣብ ኣስመራ ብርቱዕ ተኹሲ ስለ ዝሓደረ እቶም ክሰርሑ ውዒሎም ምሸት ንገዝኦም ዝምለሱ ደቂ ዓድና ከይተመልሱ ሓዲሮም ንግሆ ኩሉ ሰብ ኣብ መትናይቶም ከይመጹ ዝሓደሩ ንምፍላጥ ኣብ ከባቢኡ ናብ ዝርከብ በሪኽ ቦታ ወጺኡ የማእዱ ነይሩ። እቶም ኣንጊሆም ክመጹ ከለዉ ዝተራእይዎ ግን ወተሃደራት ኢትዮጵያ እዮም ነይሮም። ወክድባ ዕጭ ኣስመራ ወረዳ ኣብ ገዛ ገዛ እናኣተኻ ጥራይ ዘይኮነ ኣብ ቤተ ክርስቲያን ዝተዓቑበ ህዝቢ በልማማ ተኹሲ ክትኸፍተሉ ኣማኢት ሰባት ከኣ ሃለቑ። እቶም ናይ ጥፍኣት ልኡኻት ናብቲ ናይ መርዓ ዳስ ኬዶም ሽዑ መዓልቲ ኣብ ክድባ ናይ ሓንቲ ስድራ መርዓ ነይሩ ዝኣኽሎም በሊዖምን ሰትዮም ከይኣኽሎም ነቲ ዝተረፈ መግብን ስዋን ብዓሰርተ ክልተ ዱልዱላት መንእሰያት ኣሰኪሞም ነቶም ኣብ ዑናታት ዝርከቡ ወተሃደራት ወሲዶምሎም። እቶም ኣብኡ ዝጸንሑ ወተሃደራት ነቶም መግቢ ተሰኪሞምሎም ዝመጹ መንእሰያት ባዴላን ኣፍራዛን ሂቦም ብቕልጡፍ ጉድጓድ ክዅዕቱ ኣዘዝዎም። ንዅሎም ኣብ ዘዝዅዓትዋ ጉድጓድ ክንብርከኹ ነገርዎም፣ ብዘስካሕክሕ ጭካነ ኸኣ ቀተልዎም። ዓድታት ጻዕዳ ክርስትያን፣ ዓዲ ያዕቆብ፣ ዓደም ስሉስ፣ ዓዲ ንፋስ፣ ጸዳሉ፣ ካብተን ነበርተን ዝተቐትልወንን ከብተን ዝተዘምትወንን ግዳያት ናይቲ መሪር ወቕቲ እየን። ንገጽ ሚእትን ሓሙሽተን ሚእትን ዓሰርተ ሓደን ናይታ ብኣባ ጣዕሚ ገብረ ዮሓንስ ዝተጻሕፈት መጽሓፍ ዓፄ ኸኣ ናብ ረዘነ በልኩም ረዘነ ካብ ኣስመራ ናብ ዓዱ ምስ ተመልሰ ዝዕለልን ዝለዓልን ዝነበረ ኣርእስታት ብርግጽ ነቲ ክውንነትን እዋንን ናይ ትሽዑ እዋን ክኸውን ባህርያዊ እዩ ረዘነ ካብ መዓት ህልቂት ኣስመራ እኳ እንተሃደመ መዓት ወረ መሪር ፍጻመ ናይቲ ወቕትቲ ካብ ምስማዕ ግን ኣየምለጠን ብሰንኪ እዚ ብዙሓት መንእሰያት ኣጋይሽ ካብ ኣስመራን ከባቢኣን ናብ ዓድና ይመጹ ነይሮም። ሓደ ሓደ ግዜ ኣብ ነፍሲ ወከፍ ገዛ ናይቲ ዓዲ ካብ ዒስራ ክሳብ ሰላሳ መንእሰያት ይውዝዑ ነይሮም ይዝክር ረዘነ። ረዘነ ዋላ እኳ ኣብቲ እዋን እቲ ብዕድመ ንኡስ እንተነበረ እቲ ከባቢኡ ዝቀየር ዝነበረ ኩነታት ከይጸለዎ ይተረፈን ሃገር ብሃገራ ሎሚ ዶ ጽባሕ ኣስመራ ትተሓዝ እናበለ ብትጽቢት ትርበጸሉ ዝነበረ ዓመት ብምንባሩ ልቢ ረዘነ እውን በቲ ዝተኸስተ ኩነታት ክትሓስብ ባህርያዊ ነበረ። ንሱ እውን በቲ ዓቕሙ ምስቲ መተዓቢቱን ሓመድ መቆሓምቱን መንግስትኣብ ዓርኩ ብዛዕባ እቲ ገዛኢ ኩነታት ከዕልል ጀማመረ። ልቢ መንግስትኣብ ዓርኩ እውን ካብ ናቱ ዝተፈልየ ህርመት ኣይነበራን። ክልቲኦም መሳቱ ኣብ ርእሲ ምዃኖም ዕርክነቶም ልዕሊ ሕውነት ዝማዕበለ ምዃኑ እዩ ረዘነ ዝጠቅስ። መንግሥት ንዓይ ክንዲ ኹሉ ዝኾነ ሓወይ እዩ። ተፈላሊና ኣይንፈልጥን። ኣብ ግዜ ትምህርቲ እንተዘይኮይኑ መማኽርተይ ምስጢር መኻፍልተይ በቃ ንሱ እዩ። ስለዚ ከኣ እየ ነቲ ሃንደበት ኣብ ኣእምሮይ ሰረጸት ሓሳብ ከካፍሎ ኣለኒ ዝበልኩም። እንታይ ምስጢሩ? ሓደ ምሸት ካብቲ ዝወፈርኮ ከብቲ ሒዘ ንገዛ ተመሊሰ። ከመይ ውዒልኩም? ኢለ ኸኣ ናብቶም መጋርያ ከቢቦም ዝነበሩ መንእሰያት እልህ ይብል። ሽዑ ሓደ ካብቶም ተጋደልቲ ማንጁስ እስከ ነዓ ይብለኒ። ኣነ ኸኣ ቀርቦ ሕቑ ይህብን ነይሩ። እንታይ ክትገብር መጺኻ ገና ንእሽቶ እንዲኻ ይብለኒ ህውኽ ኢሉ። እዋእ ኣነ ደኣ ገዛይ ኮይኑኒ ኣብዚ እኮ ገዛና እብሎም ሽዑ ንሱ ተሓይሽባ ክትጋደል ዝመጻኻ እንዲ መሲሉኒ ገና ከተርክበሉ ስለ ዝኾንካ ከይተወኽ ኢለ ሕጂ ንዓ ምሳይ ኮፍ በል ጽቡቕ ጌርካ ሰላም በለና ኢሉ ፍሽኽ ይብለኒ ቀሪበ ርኢ መሰበልኮ ኣለለዮም ሰንቢደም ኣብ ኣስመራ ናይ ኬሚስትሪ መምህርናይ ነይሩ ዝፈትዎ መምህረይ ተጋዳላይ ኮይኑ ኣብ ጥቓ ገዛና ረኺብዮ ደንጽዩኒ ኪኖ ምድምጻው እውን ፍሉይ ስምዒት ኣብ ኣእምሮይ ሰረጸኒ ስለ ዘተሓሳስበኒ ኸኣ ሓደ ነገር ክገብር ኣለኒ በልኩ ምስ ነብሰይ በዚ ኸኣ ነቲ መኻፍልቲ ምስጢረይ ዝኾነ መንግስ ዓርከይ ሓሳበይ ከካፍሎ ዝተሃወኽኩም ንገዛና ኣቴ ብርከይ ከይዓጸፍኩ ትኺለ ናብ ገዝኡ ብምኻድ ተዳሃኽዎ ሰሚዑ ንደገ ወጸ። እታ ረዘነ ደሓን ዲኻ ደኣ? ደሓን እየ ንዓስ ክቕረበኒ ሃየ እንታይ ኣላ ሓድሽ ሓደ ሓሳብ እንዲ መጺኒ ሓሲበ እንታይ ሓሳቡ ኣብቲ መጋርያ ምሴልካ ንመን ረኺበ መስለካ ንመን ሓደ ዝፈትዎ ናይ ኬሚስትሪ መምህረይ ግርም ኢሉኒ ተጋዳላይ ኮይኑ ማንጁስ ኢሉ ከኣ እምበር ጸዊዑኒ እሞ ሕጂኸ እዋ መምህር ዝኣክል እኳ ክጋደል ዝወፀስ ንሕና ግዳ ሰብ ምንታይ ኮይና ኢና ዘይንጋደል ንሱ እኳ ምዚ ኩሉ ትምህርቱ ደቁን ንብረቱን ራሕሪሑ ክጋደል ዝወፀ በቃ ኣነ ካብ እግሩ ፈጺመ ክተርፍ ኔ በቃ ካብ እግሮም ፈጺምና ክንተርፍ የብልናን ለካ መንግስትኣብ ዓርኩ'ውን ኣብ ውሽጢ ደሙ ዝዘውር ዝነበረ ሓሳብ እዩ ነይሩ። ነቲ ናይ ልቡ ብኣፍቲ ዝፈትዎ ዓርኩ ረዘነ ሰሚዕዎ። ክልተ ኣዕሩኽ ብኡ ንብኡ ብምውሳን ኣብ ቀረባ መዓልቲ ክብገሱ ተረዳድኡ። ክንብገስ ከለና ምእንቲ ክጥዕመና ብሓንሳብ ክንሓድር ኢና ተሰማሚዕና። ነተን ዝርካብን ክዳውንትና ንዳሕራይ ቅያር ክኾናና ደራሪብና ተኸዲድናየን ንሕድር ተባሃልና ሓቂ ሓይሽ ንግዚኡ ቀጨውጨው ኢሉና ስድራና ከይነገርናዮም ብምብጋስና እንታይ እዮም ክብሉ ብፍላይ ኣቦይ ሓጋዚ ዘይብሉ እናበልኩን ናይ ስክፍታታት ዕላል ኣልዒልና ኢና ዝኾነ ኸውን ግን ካብቲ ቀንዲ ዘንቀድናዮ ሓሳብ ድሕር ኣይበልናን ምሉእ ለይቲ ከነሕሸኽሹኽ ሓዲርና ኣብ ኣጋ ወጋሕታ ድቃስ ጠሊምና። እቶም ንኽጋደሉ ናብ ታዕሊም ዝኸዱ መንእሰያት ኣንጊሆም ተበጊሶም ድሮ ከይዶም ጸኒሖምና። ሓሪቕና። መሬት በርሃው ምስ በለ ኣብቲ ማዕጾ ቁሊሕ ምሊሕ በልና። ኣሰሮም ኣይነበረን። በታ ይኸዱላ እዮም ዝበልናያ መገዲ ብጉያ ከነርክቦም ፈቲና። ግን ካባና ኣእርዮም ተፈንቲቶም ስለ ዝነበሩ ቀልጢፍና ክንርክቦም ኣይከኣልናን። ስቕ ግን ኣይበልናን፣ ተበጊስና። ካብ ዓድና ንሸነኽ ባርካ ክትወርድ ከለኻ ቁልቁለት እዩ። ኣብቲ ቁልቁለት ብሓይሊ እናጎይና ተነቒትና። ብሓይሊ እናጎይና ድሕሪ ናይ ክልተ ሰዓት ጉያ ኣቢሉ ይኸውን ነቲ ቁልቁለት ወዲኦም ኣብ ጥቓ ጎልጎል ሩባ ባርካ ክቐርቡ ክብሉ ኣማዕዲና ርኢናዮም። ተስፋ ከኣ ገበርና እቶም ብሸነኽ ድሕሪት ዝምርሹ ዝነበሩ ምልስ ኢሎም ብድሕሪኦም ክንጎይ ስለ ዝረኣዩና ደው በሉ እሞ እንዳ ክትገብሩ መጺኹም ሓቲቶምና እዋ ክንጋደል ምሳኹም ክንከይድ ኢና ንዕድመና ገሚቶም ነብስና ግዲ ብኣጋም እዚኖሞ ግን ረሪኦምና ደኣ ሰሓቑ ኣዒንትና ንመልሶም ይጽበ ነይሩ ቁልቁል ዝኣፋ ኸኣ ንስኹም ዳእ እንታይ ክትጋደሉ ናብ ዓድኹም ተመለሱ እሞ ካብ ኩንታል እኽሊ በሊዕኹም ተመለሱ በሉና ንሕና ካባኹም ኣይንሓምቕን ኢና ክንጋደል ኢና መፂና ኣይንምለስን ኢና በልናዮም ትርር ኢልና ኢልኩም በሉ ደሓን ኢሉ ሓደ ካብኣቶም ንቕድሚኡ ተዳህየ መልስና ተስፋ ገበርና እቲ ቐቅድሚኦም ምሕድግ ኢሉ መሪሕዎም ዝኸይድ ዝነበረ ሓላፊኦም ተጋዳላይ ናባና ገጹ ቀረበ እሞ ናብቶም ተጋደልቲ ምልስ ኣቢሉ ኣርተክዝ ኣብርኽ ዝብል ትእዛዝ ሃበ። ኩሎም ቶም ተሰሪዖም ዝነበሩ ተጋደልቲ ኣብ ዝነበርዎ ኮፍ በሉ። ናባና ቅርብ ኢሉ ድማ ተመሳሳሊ ሕቶ ቕረበልና እንታ ክትገብሩ መጺኹም እዋእ ምሳኹም ክንጋደል ሕጂ እውን ትርር ኢልና መለስና ንስኹም ደኣ ገና ንኽትጋደሉ ዕድሜኹም ዘየፍቅደልኩም ንኣሽቱ እንዲኹም ሕጂ ቐልጢፍኩም ካብ ዝረሓቑ ኪዱ ወለድኹም ሓግዙ ያላ ከብትኹም እናሓለኹም ወለድኹም ሓግዙ ኢሉና ግልብጥ በለ እሞ ነቶም ብጾቱ እናመርሐ ኣብ ጎልጎል ባርካ ገዲፉና ጉዕዝኡ ንኽቕጽል ተበገሰ ኣነን መንግስቲ ኣብን በዛ ሕርቀንጣዕ ክንብል ደለና ንሓድሕድና ተጠማሚትና ብልቢ ግዲ ተረዳዲእና ክልቴና መሊስና ሰዓብናዮም እቲ ተጋዳላይ ንስዕቦ ከም ዘለና ርእዩ መሊሱ ናባና ገጹ ተመልሰ እቲ ኣይትሰምዑ እንዲኹም ገና ቆልዑ ኢኹም ዘለኹም በለ እሞ ንሕና ካብ እግርኹም ኣይንፍለን ኢና ኣቕበጽናዮም ስምዑ መማናይጁስ ቃልሲ እኳ ገና ብሕጂ እዩ ዝጅምር ዘሎ ገና ከረኻኽበልኩም እንድዩ ወሸለ ደኣ ተቓለስቲ ኩኑ እምበር ኣዕር ይኸረኻኽበልኩም እዩ ሕጂ ስምዑና በታ ዝመጻኹም ኣቢልኩም ንዓድኹም ተመለሱ በቃ በለ ኣይንምለስን ኢና ሕንቕንቕ በልና በሉ ካብዚ ንርብዳ ማለት ክፍሊ ታዕሊም ናይ ሸሞንተ መዓልቲ ብእግሪ ጉዕዞ ኣሎ እዚ ኩሉ ረመጽን ሃሩርን ባርካ እናሰገርካ ዝግበር ጉዕዞ ወዲእኹም ኣብቲ ቦታ ምስ በጻሕና እውን ከምዘይንቕበለኩም ብሕጂኡ ፍለጡ። ብእግርኹም እንደገና ነዚ ኩሉ ዝተጓዓዝኩሞ መገዲ ክትምለስዎ ኢኹም። ተረዲእኩም ኣሎ? በለና ገጹ ዕቲቡም። ኣነን መንግስትን ሕጂስ ርግእ ኢልና ሰማዕናዮ። ንሱ እውን ቀጸለ። ኣብቲ ጻምእ ባርካ ብመገዲ ተዳኺምኩም ኣብ በረኻ ብጥሜትን ጽምእን ሓዲግ ካብ ትተርፉ ገና ብሕጂኡ ናብ ዓድኹም ምምላስ ዝሓሸ እዩ ተረዲእኩም ኣፋጢጡልና ናብ ብፆቱ ተመልሰን ሕጂ እውን ምስ መንግስቲ ኣብቲ ጠማመትና ኣማራጺ ብምስኣና ሕረ ይብላ እምቢ እንት ኢልና ተረፍና ንሳቶም ምረሽኦም ክቕፅሉ እንከለዉ ብደውና ፈዚዝና ኣፋነናዮም። ንገለ ደቓይቕ ብዘይ ዘረባ ተዓኒድና ጸናሕና እሞ ተስፋ ምስ ሰኣናሉ ንሕና እውን ግልብጥ ኢልና ሕቖና ሂብናዮም። ነቲ ብጉያ ልዕሊ ክልተ ሰዓታት ዝወሰደልና መገዲ ዓድና በራግጽ ሕርቃን ተተሓዝናዮ። እቲ ብዘይ ልብና ብክቱር ስምዒት ክንጠሓሕሶ ከለና ዘይተፈልጠና ቁልቁለት ባርካ ዓቕት ተቐይሩ። ፀሓይ በርቲዓ እቲ መገዲ መመሊሱ ዝውስኽ ዘሎ እናመሰለኒ ማዕረ መንግስቲ ኣብ ዓርኪ እናሰጎምኪ ንዓዲ ኣትዮም ጎደቦ ዓድና ቅልቅል ክንብልን ንሩባ ማይ ክትወርድ ዝወፈረት ዓባይ ሓፍተይ ክትምለስን ኣብ ሓንቲ ጸባብ ክሳድ ጎፍ ተባሃልና። ለካ እቲ ንሕና ብምስጢር ዝሓዝናዮ ጉዳይ ኣብ መላእታ ዓዲ ተነዚሑ ነይሩ። ሓብተይ ምስ ረኣየትኒ ኣብ ገጻ ናይ ምግራም ምልክት ረእኹ። ንሳ ባዕላ ምስ መንግስተኣብ ናብ ገድሊ ከይዶም ኢላ ንስድራ ከም ዝነገረት ድሒረ ፈሊጠ። ኣቦይ ጥዕና ስለ ዝሰኣነ እምበር ምስ ሰምዐ ደድሕሬና ስዒቡ ክመልሰና ደልዩ ምንባሩ እውን ሓብተይ ነጊራትኒ። መንግስተኣብ ዓርከይ እውን ኣብ ልዕሊ ስድርኡ ዘውረዶ ሸቕላ ካብ ናተይ ዘይፍለዩ ዝነበረ እቲ ብማዕዶ ክንምለስ ዝረኣየና ዓብ ሓዊ ንመንግስቲ ኣብ ድሮ ኣቦይ ነዞም ቆልዑ ኺድ ምለሶም ኢልዎ ስለ ዝነበረ ንሕና ንዓዲ ክንኣቱ ንሱ ናባና ክደልየና ክብገስ ኣብ ተቓረና መገዲ ምስ በጻሕና ብቐርኑ ተቐቢልና ስረኽን ዓጢቕክን ዘይከኣልክንሲ ብረት ሓንጊጥክን ቁልቁል ዓቐብ ክትወርዳ ኣየርእየልክን እናበለ ስላዕ በትሪ ሒዙ እናኾብከበ ኣጓየና። ህድማ ብበትሪ ተኾብኪበ ኣብ ኣፍ ደገ ገዛና ምስ በጻሕኩ ግን ሰገጥ ኢለ ከመይ ኢለ ገጽ ኣቦይ ክርኢ ድሕርሕር ኢለ ኣብ ነግፈረ ከለኹ ኸኣ ረዘነ ዲኻ ዝብል ድምፂ ቦይ ሰማዕኩን ንድሕሪት ኣይተመለስኩን ቁልዑ ፀፅ እናበልኩ ደኣ ንገዛና ኣተኹም ኣቦይ ብባህሪኡ ከምዞም ህውኽ ኢሎም ድህል ድህል ዘብሉኻ ወለዲ ኣይነበረን። ብተግባራተይ ብውሽጡ ሓሪሩ እንከሎ ሕማቅ ቃል ኣይትወጾን እያ። እታ ሸዓ ዝበለኒ ቃል ከኣ ልዝብትን ተራርን ምንባራ ኣይርሳዕኳን። ረዘነ ወደይ ትርእየኒ ኣለኻ ንስኻ ጥራይ ኮንካ ተስፋይ ክብል እዩ ርግእ ኢሉ ተዛሪቡኒ። ብድሕሪ እዚ ኩነታት ገዛና ከተሓሳስበን ጀመረ። ይኹን እምበር እቲ ዝነበረ ኩነታት ከኣ ልዕሊ እዚ ንኣእምሮኻ ዝገዝእ እዩ ነይሩ። ክሳብ ኩነታት ባዕሉ ሓዲኡ ዘፍልጥ ከኣ ሓላፍነት ናብራ ገዛና ተሰኪመ ንዝሓመመ ወላዲይ እናሓገዝኩ፣ ንንኣሽቱ ኣሕዋተይ እንተስ ሓሪሰ እንተስ ሸቓቒጠ ላዕልን ታሕትን ክብል ሓለንኩም። እቲ ዝነበረ ኩነታት ግን ረጊእኻ ክትሓስብ ይኹን ቀሲንካ ክትነብር ዘየፍቅድ እዩ ነይሩ። ጎቦ ልብኻ ትወፍር፣ ልብኻ ብዝንቡ ከኣ ትምለስ። ብፍላይ ኣነን መንግስትን ኣይቀሰናን ኣብ ዝተራኸብናሉ ከኣ ገለስ ክንገብር ኣለና እናበልና ብስምዒት ክንሕልን ጥራይ ብዙሕ ግዜ ሓሊፉ ሓንቲ መዓልቲ ግን ረዘነ ጉዕዞ ረመፅን በረድን ሓቀኛ ዛንታ ብዓብደልቃድር ኣሕመድ